እቲ ራብዓይ መገዲ ዩቱብ ንጥቀመሉ ማለት እዩ እቲ ዩቱብ ዘሎ ቪድዮታት ሓንሳ ሓንሳብ ኣብ ሞባይል ዲቫይስስ ናትና ክንጥቀም ንደሊ ዝኾነ ዘ ንኣሽቱ ብኢድካ ሒዝካ እንትኸይድ ተፃወቲ ዲቫይስስ ወይ ተፃወቲ መሽናት ናብኣተን ክንእትወ ንደሊ ከምኡ ክንእትወ ምስ ደሊ ዌብሳይትስ ኣሎ ሶፍትዌርስ ውን ኣሎ ዌብሳይትስ ኣሎ ንከምኡ ዝሕግዘካ ማለት እዩ ካብቲ ናይ ዩቱብ ቪድዮ ወሲዱ ይግልብጠልካ ማለት እዩ ናብቲ ምስ ናትካ ዲቫይስስ ዝሰማማዕ ገይሩ እቲ ፎርማት ናብኡ ተገልብጦ ስለዚ ናብ ከምኡ ትሕግዘካ ዌብሳይት ሓንቲ እዚኣ እንታይ እያ ማለት እዩ እዚኣ http ዝብል ዘሎ http ነጥቢ ክልተ ነጥቢ ክልተ እዝባር ስላሽ ስላሽ ደሓር በን ቢኢኤን ዲኢኣር ኮንቨርተር ይብል ኣሎ converter dot com ማለት እዩ ንኸፍቶ እሱ ዌብሳይትና ስለዚ ምስ ከፈትናዮ እዚ እዩ ትመስል ማለት እዩ እቲ ዌብሳይት ደሓር እቲ ናይ ዩቱብ ቪድዮ ትፃወት ዘሎ ከይልና ከምቲ ቅድም ዝገበርናያ ኮፒ ንብሎ ማለት እቲ ዩቱብ ዝፃወት ዘሎ ኣብቲ ናይ ቦታ ናይ ተእትዎ ፔስት ትገብረሉ ኣብኡ ፔስት ክትገብረኻ ማለት እዩ ደሓር ፔስት ምስ ገበርካዮ ኣብኡ ሊስት ኣሎ ተፋላለየ ኤምፒ ስሪ ድዩ ዌቭ ፎርም ኦድዮ ድዩ ፍላሽ ቪድዮ ድዩ ክሳብ ስናፕ ሻፕ ከይተረፈ ስናፕ ሻት ስእሊ ንቑጽ ስእሊ ናቱ ክትወስዶ ውን ትኽእል ኢኻ ስለዚ ዘድልየካ መሪጽካ ማለት እዩ ካብቲ ዘሎ ዓይነታት ተፋላለየ ፍላሽ ቪድዮ AVI ዝኾነ ኩሉ ንገብር ማለት እዩ ንኣብነት ኣነ ሕጂ PSP ስለ ዝጥቀም ናይ PSP እእትዎ ማለት እዩ ሽዑ እሱ ምስ ወዳእኹ ኮንቨርት ብል ማለት እዩ ኮንቨርት ክትገብር ጽበ ማለት እዩ ስለዚ እቲ ኮንቨርት ፕሮሰስ ተወዲኡ ማለት እቲ ምቕያር ገልቢጣቶ ማለት እያ ዋን ሃንድረድ ፐርሰንት ወይ ሚእቲ ካብ ሚእቲ ይብል ኣሎ ተገልቢጥልና ኣሎ ስለዚ ስለ ዝተገልበጠ ናብቲ ዘድልየና ዲቫይስ ከነእትዎ ምእንቲ ዳውንሎድ ክንብል ኢና ማለት ኢና ዳውንሎድ ምስ በልና ደሓር ሴቭ ዝብል ኣሎ ኦኬ ንብል ስለዚ ዳውንሎድ ገብር ኣሎ ንፅበ ማለት እዩ ስጋብ ዝውድእ ሕጂ ዳውንለድ ገይራ ወዲኣ ማለትያ ስለዚ ነታ ፋይል ክከፍታ ኦፐን ኮንተይኒንግ ፎልደር ማለትዩ ራይት ክሊክ ገይረ ኦፐን ኮንተይኒንግ ፎልደር ሽዑ እቲ ቦታ ዘላቶ ሃይላይትድ ኦረዲ ኮይኑ ኣሎ ኣብኡ ሪኦ ኣለኹ እቲ ቪድዮ ፋይል ግን እንታይ ዓይነት ምዃኑ ክፈልጦ ምእንቲ ኤምፒ ፎር ምዃኑ ደይ ምዃኑ ክፈልጦ ምእንቲ ራይት ክሊክ ገብር ድሓር ኣብኡ ፕሮፐርቲስ ዝብል ክሊክ ገብር ማለት እዩ ስለዚ ኣብኡ ሽዑ ኣብቲ ላዕሊ ኤምፒ ፎር ምዃኑ ነግረኒ ኣሎ ማለት እዩ MP4 ስለ ዝኾነ ስለዚ ከእትዎ ክእል ማለት እዩ ናብቲ ዲቫይስ ናተይ ኣብቲ PSP ድዩ iPod ድዩ ኣላጊበ ማለት እዩ ናቱ ፎልደር ሪኤ ድራግ ኤንድ ድሮፕ ማለት እዩ ስሒብካ እቲ ቪድዮ ፋይል ኣብቲ ናትካ ናይታ ናይታ ኣይፖድካ ድዩ ዋላ PSP ዝኣቱ ቪድዮ ኣብኡ ተእትዎ ማለት እዩ ካብቲ ፎልደር ማለት እዩ ከም ክስታይ ትጥቀመሉ ማለት እዩ ካልእ እቲ ሓምሻይ እንታይ እዩ ኣብ ዩቱብ ከለና ዝኾነ ዜማታት ክንሰምዕ እንከለና ደስ ዝብለና ዜማ ንሰምዕ ማለት እዩ ደስ ዝብለና ዜማ ስለ ዝኾነ ደጋጊምና ክንሰምዖ ንደሊ ዳውንሎድ ከይገበርና ዋላ ዝኾነ ከም ዘለዎ ኣብ ኢንተርነት ከሎ ከም ዘለዎ ማለት እዩ ደጋጊምና ክንሰምዖ ምስ ንደሊ ናቱ ክሳይ ኣሎ ተእትዎ ቃል ኣሎ እቲ ቃል እንታይ ማለት እዩ ሪፒተር ዝብል ማለት እዩ ር ኢ ፒ ኢ ኤ ቲ ኢ ኣር ታሪ ፒተር ግን ቅድሚ ዳት ካም ዝብል ዘሎ ቅድሚኣ ኢና ከነእትዋ ስለዚ ብሙሉኡ እቲ ልክዕ እቲ ናይ ቪድዮ እንዳተጻወተ እንከሎ ቅድሚ እታ ዳት ካም ዘላ ሪፒተር ዘእቱ ማለት ኢኻ RP REPEATER ስለዚ ንኣብነት ናይ ርእሶም ዩቱብ ቪድዮ እና ፕሌይ እናገበረ ወይ ተኸፊቱ እንከሎ እቲ ሊንክ ማለት እዩ እታ ሪፒተር ቅድሚ ዳት ካም ቅድሚ ነጥቢ ካም ዘሎ ሪፒተር REPEATER ነእትዎ ማለት ኢና ምስ ኣተና ኢንተር ንገብር ንሃርሞ ኢንተር ስለዚ ኢንተር ምስ ገበርናያ መፀልና ማለት እዩ ስለዚ እታ እቲ ሪፒተር ባዕሉ ዝብል ናይቲ ዌብሳይት ከምኡ ዝገብር ማለት እዩ ነቲ ቪድዮ ፕለይ ይገብሮ ማለት እዩ ዋላ ሙሉእ መዓልቲ ፕለይ ክገብር ውዕል ማለት እዩ ሳታ ሙዚቃ ንደልያ ንፎቶዋ ማለት እዩ ስጋብ ደው ነብላ ማለት እዩ እቲ ሻድሻይ ከኣ እንታይ ማለት እዩ ፕለይ ሊስት ዝተፈላለየ ተኣከብካያ ናይ ቪድዮ ተኣከበ ኣብ ሓደ ክትሪኦ ትደሊ ኣብ ሓደ ክትሪኦ ማለት ብፉል ስክሪን ብተኸታታሊ ኦቶማቲካል ከይ ተመልሰ ናብ ናይ ቀደሙ ክትሪኦ ትደሊ ከምኡ ክትሪኦ ምስ ትደሊ ዌብሳይት ኣሎ ማለት እዩ ንከምኡ ዝሕግዘካ ማለት እዩ ብዙሕ ሙሉእ ኣይኮነን ግን ብመጠኑ ይሕግዘካ እቲ ዌብሳይት እንታይ ማለት እዩ ኤች ቲ ቲ ፒ ክልተ ነጥቢ ስላሽ ክልተ ስላሽ ማለት እዩ ኢንፊኒት ኣይ ኤን FINIT UBE ማለት እዩ ዳት ነት ብዛዕባ እቲ ዌብሳይት ሳይት ተሸገሩ ምክንያቱ ኣብቲ ሾው ኖትስ ወይ ኣብቲ ዲስክሪፕሽን ኣብኡ ኩሉ ከእትዎ ስለ ዝኾንኩ እቲ ዌብሳይት ኩሉ ሻብኡ ክገብሮ እየ ስለዚ ናብቲ ዌብሳይት ንኸይድ ማለት እዩ ንኣብነት ኣዝማሪኖ 5 ተእቲና ናይ ኣዝማሪኖ ኩሉ እቲ ቪድዮታት ዘሎ ብሓደ ተኸታታሊ ክንሪኦ ሰርች ንብል ማለት እቲ ተምጻልና ማለት እዩ ስለዚ እቲ ኣብኡ ዘሎ ብተኸታታሊ ትጻወቶ ከተጻወቶ ክትጅምር እያ ማለት እዩ ሕጂ እቲ ቪድዮ ሎድ ይገብር ኣሎ ስለዚ እቲ ንሪኦ ቪድዮ ፉል ስክሪን ክንገብሮ እቲ ናይ ፉል ስክሪን ዝብል ንሃርም ማለት እዩ ፉል ስክሪን ካብ ፉል ስክሪን ክወፅእ ምስ ደሊ ከዓ እታ ናይ ኢስኬፕ ኪ ትብል ማለት እዩ ኢስኬፕ ጫፍ ዘላ ናይ ኮርናዕ ፀጋም ንኣንሳ ንሃርማ ንክእል ኢና ማለት እዩ እቲ ቪድዮ ከምዚ ቻፒ ይመስል ኣሎ ምክንያቱ ስክሪን ሬከርደር ስለ ዝጥቅም ዘለኩ ንሱ እቲ ናይቲ ግራፊክስ ኣይገብሮ ኣሎ እምበር ጽቡቅ ኢካ ትሪኦ ማለት ኢካ ድሓር ኢስኬፕ ጌርና ናብቲ ቪድዮ ሊስት ክንሪኦ ምስ ደሊ ንታሕቲ ንወርድ ማለት ኢና እቲ ስክሮል ዳውን ንገብር ንታሕቲ ንስሕቦ ማለት እዩ ክንሪኦ እንታይ እንታይ ኣሎ እቲ ቪድዮታት ድሕሪኡ ሽዑ እቲ ፉል ስክሪን ክንገብሮ ምስ ንደሊ ማለት እዩ ንሱ ኩሉ እቲ ዝረኣናዮ ፉል ስክሪን ጌርና ብዘይ ዓሰርተ ግዜ ከይተመላለስና ፉል ስክሪን ገይሩ ይፃወተልና ማለት እዩ